ሐራይ ዝኸበርኩም ተኻታተልትን መጻምድቲ ንምድላይ መደብና ገና ቀጻሊ እዩ ዘሎ ከምትርእዎ ዘለኹም መቸም እዞም መንእሰያት ነናቶም ድሌትን ነዛ ጓል ብኸመይ ከምዝውንንዋ ዝግበር ዘሎ ጻዕሪ ንካታተሎ ናብ መወዳእቶም መን ይኾንሰ ሐቢርና ክንካታተሎ ኢና ገና መደብና ቀጻሊ ደሎ ሳብስክራይብ ኮመንት ሸር ግን ከምታ ኩሉ ግዜ ንብላ ኣብ ታሕቲ ከኣ ኣላትኩም ሊንክ ኣብኣ ኣቲኹም ኩሉ ግዜ ኣዛናጋዕ መደብ ክትረኽቡ ትኽእሉ ኢኹም። ጅምሩ ትኽእሉ ኢኹም ሳብሪን ኣለኽ ዶ ኣለኹ እንታይ እስኪ ሳብሪን ኣነ እንታይ ይደሊ ከምዚ ረጓድ ቀይሕ ጓል ፀጉራ ነዊሕ ብጣዕሚ ከምዚ ኣጓልሲ ብጣዕሚ ክፈቱ መዓት እዩ ሕጅስ ምስ ቅርፂ ኣካላት ክባላልኒ
ፀጉረይ ባንከር ቀጣን

ወላ ሓንቲ ዝብለካ ኣላ ኣዚ ትብሎ ዘለካስ ምሳይ ዝከይድ ኣይኮነን እሞ ኣይትድከም እያ እታ ናታ ዘረባ ምሽ ከባለ ካበይ ክንምጸሉ ደኣ ካበይ ክንምጻልካ ትብለካ ኣላ እታ ዝተዋሃበኒ ፈጣሪ እሳ የደላትኒ ኣይውስከላ የጉድለላ ፈቲካ እተዋ ጸሊእካ ግደፈያ ብዝኮነ ነገር ጌርካ ከተጅፍ የትክል ንክል። ሜይ ቢ ኣብ ቀዳማይ ዓለም ተንህሉ መድሃኒት ተወጊኤ ደይ መርፍእ ገለ መለታት ምኾነ ወይ ከኣ ካብኡ ኣዚዝካ ተምጸለይ ተኮንካ መድሃኒትካ ጽቡ ነሩ።

ናብርኦምስ ትሑት እዩ እንኮ ክትኣልዮም ትኽእል ንስኺ ኢኺ እስኺ ናብ ስደት መጺኺ ኢትዮጵያ ናብ ኣዲስ ኣበባ ማለት እዩ ናይ ሕልምኺ ወድስ ረኺብኪ ከምቲ እስኺ ትደልዮ ወዲ ማለት እዩ እቲ ንዓኺ ዝፈትወክን ዘፍቅረክን ከኣ ንዓኽን ንስድራኽን ከናብር ዝኽእል ኣብ ደገ እዩ ዘሎ። ንመኖም ምመረጽኪ? እንታይ ምወሰንኪ? ኣንዳ ኣንስቲ ዘፍቅሮ እምበር ማለት ስድራይ ሰሪሖም ክሰርሑ ገለ ክእሉ ድዮም ወይስ እንታይ?

ንዓኣን ንስድርኣን ክኣሊ ዝኽእል ዓቕምታት ኣለዎ። እቲ ብዘሎ ግን ናይ ሕልሚ ኣወዲ ኮይኑ ንዓኣ ከናብርጥ ዝኽእል ጥራይ እዩ።
ንሰይ ኢሎም ምመረጽኪ። ነቲ ንስድራኽን ንዓኽን ዝኣሊ ዶ ዋላ እቲ ንዓኺ ጥራይ ዝኣሊ ናይ ሕልምኺ ወዲ? ኣረ!
ክስታይ ምገበርኩም ነቲ ኣነ ድኣግመሉ ነዚ ኣብዚ ዝደልድ ፎቶ ምስኡ ተራዳዲኤ ቀስ ኢለ እንዳሰራሕኩ ደይገለ። ስድራይ ኣለይ መለይ ምበልኩ ነይረ።
እምነትክስ ኣብ ፍቕሪ እምበር ኣብ ረብሓ ኣይኮነን ማለት እዩ? እወ። ከምታ ዝደልያ መልሲ መሊስክለይ ኣለኺ። ዓጊበ ኣለኹ። እኮ እንቋዕ ዓገብካ። እንታይ እስኪ ደሊ ሳብሪ? ቆልዑ ክፈቱ መዓት እየ። ቆልዑ? እዋ፣ ከጸልሉኒ እዮም ደልዩ። ደርዘን ዓሰርተ ክልተ ቆልዑ እየ ክወልድ ደልዩ።

ድሌትኪ ይኹን እምበር ኣነ ናቱ ጸገም ዝበሃል የብለይን።
በቃ ትሽፍኖ ተኾንካ ደኣ ጸገም የለን ምውላድካ። በሉ ወሊድኩም ሃንደበት ኣብዚኣ ወዲኦሞ እንድዮም ዋን ወኒኒ ኣለኹ ማለት እዩ ወዲን ካልእ
ሳብሪን ኣቤት ከመይ ጸኒሕኺ?
ጽቡቕ ጽቡቕ ዋይ እዛ ሓወይ እኳ ጨኒቓኪ ይመስለኒ። ደሓን እስከ እቲ ድሌታት ወዲ ተባዕታይ እኳ ፈሊጥክዮ እንዲኺ ከመይ ዓይነት ወዲ ትደልዪ ሴክስ መጀመርያ ናይ ድኾነ ሓተኪ ጨጉሪ ደለዎ ፍሪዝ። ፍሪዝ ጨጉሩ
እዋይ ኦኬ ጽቡቅ ሕራይ ከመይ ዓይነት ወዲ ኣትጸልኢ።
ብመስተጉዞ።
ቁልፍ ናይ መስተ ማለት እዩ። ማለት እንታይ እስከ ኣይስተ ኣይትስተ ደይኮነ ሬ ልሰን ፕረድ ሰቲ ክኾን የብሉ።
ቀጻሊ ልሰቲ ክኸውን የብሉ እምበር መስተስ ኣይጸላእን እዩ። ኣብዚኣስ ነጻ ኮይነ ኣለኹ። ሰታይ ኣይኮንኩን ሰትየ ኣብ ስሕት ስሕት ኢለ ከምቲ ትሓትዮ ከለኺ ዝመለስኩልኪ ሰትየ ግን ብመደብ እየ ዝሰቲ። ኣኪ ሐራይ ጽቡቅ በዚኣ ተረዲኤኪ ኣለኩ ክሓተኪ እሺ ኣነ ጓል ዝፈቱ ተራር ጓል ማለት ተጫቃጫቂት ቀልጢፋ ሐራይ ዜሮ ዓሚት ማለት ኣብ

እቲ ጓልሲ ኣይፈቱን እየ ኣነ። ንስኺኸ ከመይ ኢኺ?
ገታኢት ነብሰ ክትኮንለይ እየ ዝደሊ ማለተይ እዩ። ኦው ጽቡቅ ኣለኻ
ጽቡቅ ተራረይ ኣለኹ።
ኦው። ተራረይ ትብል ኣላ። ኣዎ ተራረያ። ተራረይ። ኦኬ ጽቡቅ ኣረ ደሓር ሳብሪን ኣለኺ ዶ? ኦው። ኮርያ ድያ እታ ኣነ ጽቡቅ ኣላ ኢለ ጽቡቅ ኣላ ይከታተል ራጆ ሕራ እዋ፣ ሕራ። ይከታተል ኣለኹ እዚኣ ኮ እዋ፣ ሳብሪን ሓፍተይ ኣቤት እም፣ ኣነ ኣብ ሓዳር ግሉጽነት እየ ዝፈቱ እ፣ ከብረሀልኪ እ፣ ግሉጽነት ክብለኪ ከለኹ ንስኺ ንስድራኺ ዘይኮንኪ ንዓይ ኣሚንኪ ኢኺ ካብ ገዛኺ ወጺኺ ናባይ መጺኺ ደለኺ ኦ

ሓቂ ዶ ንራዳዳ ኢና ማለት እዩ ኦ ጽቡቅ ኦከይ
እሺ ሳቢና ኣለኺ ዶ ኣለኹ እሺ እሞ ገለ ሕቶታት ኣለዋኒ ክሓተልኪ እሞ ምልስለይ ብግልጽነት ማለት እዩ እሺ ሳቢና እንታይ ይደሊ መስለኪ ከምዚ ማሳጅ ገለስ ይፈቱ እየ ከምዚ ብደገ ውዒለ ክመጽእ ከለኹስ እግረይ ሓጺብኪ ማሳጅ ጌርኪ ክትደቅስኒ ትኽእሊ ዶ ከምኡ ዓይነት ጓል ስይፈቱ እየ ከምኡ ክትኮንለይ ትኽእል ዶ። መዓልታዊ ማለ ድዩ? ላዝም ደገ ወጽየ እንተ ዊዒለ እንተ መጽየ በቃ ሳብ ዝድቅስ ብኡ ገይረ ከኣ ይድቅስ እየ ሽዑ። እዋ ከይዕለልካኒ።
ኣብ ደገ ኢኻ ማሳጅ ጌርካ ኣምጻ በልዮ። እዎ ከማይ ኣተሓይሽ እምበር ኣነ እዚ ኩሉ ቡና ኣቀራሪበ ጽቡቅ ዕላል ከተዕለኒ ተሃንጥየ እንዳተጸበኩካስ

እሱም ገበርኮ ግን ቡኡ ጌርካ ትድቅስ ተኮንካስ እንታይ ትርጉም ኣለዎ ኣይትሕሰቦ እዚ ዘበን ግዜ ኣይትህበኒ ዲኻ ማለት እኮ እዩ
እሺ ማሌት መተዋ ከምዚ ተዋሳኢት ከምዚ ደራፊት ሞዴሊስት ብሓፂር ኣብ ስነ ጥበብ ዘላ ጓልሲ ይፎት እየ ኦ ከመይ እዩ ጣዕምታ ከስክብ ስነ ጥበብ እዎ ኣነ እውን ተኣርት ብጣዕሚ እየ ድፈትዎ ማለት ኣብዚስ ኣይቃወመካን እየ ንባዕለይ እውን ድሌት ስለ ደለኒ እሺ እቲ ኣብቲ ሕጂስ ምንታይ ክትነጥፊ ትደልፊ በለሰ ገለስ ተተብለይ ኣብ ምንታይ ድሌትክስ እንታይ እዩ ኣዎ ኣንዳ እተኮይንለይ ኣብ ደርፊ
እሞ ድምፅኺ ዶ ክተስምዐና ንእሽተይ ክትደርፍለይ ንዓይሲ ሕጉስ ከብለኒ ዝኽእል ነገር ክፍትነልካ እሺ
ድኾነ ይኹን ምሻ

እወ ሽውያ ክትከብድ እያ ኣብ ገዛ ኮንካ ዘይከውን ድዩ ኮይኑ ናይ ገዛ መግቢ እንዳበላዕካስ ዘይግደፍ ድዩ ኮይኑ ጠባይ። ምቅብጣር ስብ ይከውን እንድዩ ኮይኑ። እው ኣታሽ ከ ኣብ ገዛ ተሎ ግድን ክቃባጠረለይ ገለ ኣብ ደገ ተወጺካ ግን ዳሓን ሰብ ሪኢካስ ሸለል ክትብለኒ ኢካ። እሺ እቲ ገዛሲ ሕጂ እንታይ እዩ እንታይ እቲ መግቢ ናይቲ ገዛ ድዩ ከቃባጥረልካ ዝደፋፍኣካ ኮይኑ ወይስ እንታይ እንታይ ፍልልይነት ኣለዎ።
ባዕላ እታ ገዛደሓን ኣብ ፍቅሪ ኩሉ ግዜ ምስ ኣተኻ ኩሉ ይመፅእ በቢ ግዜ ደሓን ኣምላኽ ይሓግዝካ ዝሓወይ
ሳብሪን ኣቤት ንማሓዛኺ

ክሎም ይፈትዎም እንዴ ግን ብሓፈሻ ማዘር ይፈትዋ።
ማዘር ትፈትውያ ማለት እዩ እወ ሕጂ ኣነ ንስኺ ማዘርኪ እወ እንዳኸድና ከለና ንዓይን ነዴኽን ሓደጋ የጋጥመና እወ እስኺ ከኣ ን ካብ ክልቴናሲ ንመን ንመን ኣመቀደምኪ ኔርኪ?

ግራስኪ ወይ ክሓቱ ዞም ኣዳት
ሳብሪን ኣቤት ፅቡቅ ኣላ ክሓተይ እዋ እሺ ኣረይ ሳብሪን ሃፍተይ ኣነ እንታይ ፈቱ መሲልኪ ኣብ ሓዳር ክንደይ ሴክስ ፈቱ ኢራ ከይትብል እምበር ኣብ ሴክሲ ግሉፅነት እየ ዝፈቱ እዚ ክብለኪ ከምዚ ልቸት ፊኢኻስ ኣይፈቱን እዩ ከም ሻወር እናገበርካ ብብርሃን ኩሉ ቅሉዕ እዩ ዝፈቱ ኣብዚ ከምዚ ከመይ ኢኺ?
ደፍቀረካ ተኾይነ ደኣ ግድን።
ከመይ?
ወላ ባውዛ ገበረልካ ተወሳኺ ትብለካ ኣላ
ውሽጥኺ ዝብሎ ድዩ እዚ ወላ? ማለት ድሕን ናተይ ተኾንካ።

ችግር የለን። እወ ከምኡ ስለ ዘጋጠመኒ እየ ኮመን ዶ ትኸውን ዋላስ ድሌታተይ ተማልእለይ ጓል እያ ኢለ ዝሓተትኪ። ስለዚ ሽግር የለን ተፈቲኻሲ ወላ ሓንቲ ተተፋቲና ጸገም የለን ኣታ ናትኪ መልሲ። ከምቲ ኣነ ድሌታትካ ደማልእልካ ከኣ እስኻ ድሌታተይ ከተማልኣለይ ኣለካ። ሽግር የለን ጥራይ ከምዝን ከምዝን ደሊ በል እምበር። ኣብ ጸልማት ተይላትካ እስኻ ከኣ እስኻ ብርሃን ተይልካ ኣብ ጸልማት ተይላትካ። እዚኣ ከይትመጸኒ እኳ እየ እዛ ሕቶ ኣምጺኣ ዓወት ሓወይ።

ኦኬ እንታይ ክብለኪ ደልየ መስለኪ ኣነስ ብጣዕሚ እየ ቀናእ ተረዲእክኒ ሕጂስ ከምዚ መሓዛዩ ከምዚ ዝኾነ ወዲ ማለት መሓዛዩ ገለ ኢልክም ዝኾነ ወዲ ስ ክትቀርብሲ ነብሰይ ኣይኽእለንን እዩ ኦ ሕጂስ ከመይ ስ ከዛ ሓሳበይስ ከመይ ክትሰማምዕሉ ከለኽን
ሰብ ስለ ዝኾንኩ ግድን ሰብ ክላለየ ሓቄ ንዓኻ ከእምነካ ከረድኣካ ኣለኒ እምበር ንምንታይ እሞ ሕማቅ ነገር ኣይግበር እምበር ምስ ወዲ ከይደ ሪኤ ከነስ ኖርማል ነገር ሓቀይ። እንታይ ድዩ ኖኖ ናይ ዝቀደመ እኳ ንዩ ከምኡ ድሂልኒ ኮይኑስ ቅድሚ ሕጅስ ከም ዝበልክኺ ምስ ወዲ ረኺበያ ገለ ገለ ገለ ኢለኪ ከምዚ መሓዛይ መሓዛይ እንዳ በለት ተዐሽወኒ እያ ኔራ ናዓይ ሕጅስ ከምኡ ወይ እቲ መሓዛኺ ዝበሃልሲ ኣብ ቅድሚኤይ ኣነስ ክቆጸር ኣለኒ እቲ ቆጸራ ምስ ወዲ ረኸብኒ ኮይኑ

ጓል ተትህሉ ኣለወካ እንታይ ምገበርካ በዓል ሓዳር ኮንካ ኣይምረኸብካያ መሓዛ ሽግር የብሉ መሓዛ እንተኮይናስ ቅኑዕ እንተኮይናስ ሰበይተይ ከም ዘላትኒ ዓርኪ ከም ዘላትኒ ስከረዳ እያ ሕጂ ስታይ ሞ ፀገም ኣለዎ ምስ ሰበይተይ ከም ማይ ኮይና ከማን ተቀራሪባ መሓዝነት ይጀመራ ገለስ እንታይ ሞ ሽግር ኣለዎ ንዓኽ እንታይ ሽግር ኣምጻላ? እንድዒ ንዓ ድዩ ምልሓት ተለዎ ሽግር ኣሰማዒ።
ዋላ ሓንቲ ሽግር ኣየምጸለይ ማለት መሓዛይ ተኾይኑ ከላልየካ እየ ኦኬ።
ግን ክወጾ ከኣ ተፍቅደለይ ኣለካ ሰበይ መሓዝተይ ክረክብ ኣለኒ ማለት ኣባይ እምነት ጥራሓ ተሕድር ኣለካ። እወ ሕጂ ምውጻእ ዘይኮንኩ ነዚ እግድ ዘለኹ ምውጻእ እኮ ኣይኣገድኩክናን እቲ ትወጽእዮ ቦታስ ናብ መሓዛኺ ብፍላይ ወዲ እንተኾይኑ እዩ ኣነ ናብ ወዲ እንድየ ጸቒጠ ዝዛረብ ዘለኹ እንተኾይኑስ ኣብቲ ቦታሲ ምሳኺ እንተኸድኩስ እንታይ እሞ ጸገም ኣለዎ ንመሓዛኺ ወይስ ካልእ ንዓን ክፈልጦ ዘይደሊ ምስጢር ኣለዎ ኮይኑ ኣብ መንጎኹም

ትወጽእ ተኾንካ ፎኪስ ኢኻ ትብሃል።
መዓልታዊ ድዩ ንኽስርቂ ክትረኽብዮም ዘለኪ? ኣነ ኖኖ ክኣ መዓልታዊ ዘይኮነ ኣብታ ዝወጽእ ኩላ። እሞ ኣነ ዝብል ዘለኹ እኮ ኣብቲኣ ዝወጽእ ከላ ብፍላይ ክኣ ከምዚ ምስ ሓውኺ ድሓን ሓውኺ ድሓን ካብ ሓውኺ ወጻኢ ከምዚ መሓዛይ ገለ ገለ ዝብሃል ትግርኛስ ብዙሕ ኣነ ዝይገብረሉኒ

ኣንጠልጢለካ ከይሲ ከይትፎኩስ ኢላትካ ዓደይ እም።
እምበእ ኣነ ከኣ ምሳይ ክትሰማምዒ እሞ ከኣ እንተመሪጽክኒ ከምዚ መሪጸ ሓሳባትኪ ከምቲ ሓሳባተይ ርኢኽዮ ኣለኹ እንዲኺ እንተመሪጽክንስ ግድን ይኹን ነዚኣ ክትሱ ክትገብርለይ ዘለኪ ኣነ ከቢድ ነገር ኣይኮንኩን ሓይተ ንመሓዛኺ ክትከዲ መሓዛ ሓደ መሓዛኺ እንተቖጺርክስ ምሳኺ ኣብቲ ቦታ ቆጸራ ክኸይድ ኣለኒ እንታይ ዝሕባእ ካባይስ ኣለኪ እሞ ምስ ወትራኻብዮ ነገር

ኣይሰማማዕን እየ።
እንታይ እዩ ሕጂ እቲ ዘይመሰማምዒ? እቲ ጭቡጥ እዚ እኳ እኔ ዘይረኸብኩ ዘለኹ።
ማለትስ ኣፍ ደደ ኸድኩ ኣብዲ ወጸኹ ግድን ሒዘካ ክኸይድ ኣይክእልን'የ። ነጻ ኾይነ ኣነ ኸኣ ክዕልል ኣለኒ ምስ መሓዙተይ። ዝገበርኩዎ ኸኣ ምስኡስ ነጻ ኾይነ ዝዕልል ልዕልናዮስ ክዕልለካ እምበር ሒዘካ ኣይከይድን'የ። ሕጉስ መዓልታዊ። ኦኬ ኣብቲ ሳልሳዮም ኮፍ ክብል እያ ዘይተፍቅደላ እምበር እቲ ዕላልሲ መዓ- ዋብ ሓደ ግዜ እቲ ትላለዩሉ ግዜ ትላለዩ ብድሕሪኡ ግን ንስኻ ዝያዳ እምነት ናትካ እዩ ዝውስኖ ማለት እያ ንስኻ እታ ኣሚንካ ኣብ ድሕሪኡ ከም መሓዛእሲ ንስኻ እውን ገዛኻ ኮፍ ዘይትብለሉ ምኽንያትሲ የለን ኣሚንካ ክትሰዳ ኢኻ ደድሕረይ ተኸይድቶ ኮንካ ግን ንዓይ ብጣቕጥቕ ክገብረለይ እዩ።

ቤላ ሄር ኤክስቴንሽን ጽቡቕ ሂማን ሄር ትስእና ዶ? ሰንተቲ ወይ ዝጠናነቅ ጸጉሪ እንዳ ገዛክን ተሓርቃ ዶ? ንዓኽን ዝኸውን ደስ ዘብል ሓድሽ ዜና ቀሪብናልክን ኣለና። ቀዳማይ ደረጃ ዝኾነ ሂማን ሄር ዘይጠናነግ፣ ዘይረግፍ፣ ዝምሸጥ፣ ፓሌስትራ ክስሓብ ዝኽእል ብሉጽ ጸጉሪ ሂዩማን ሄር ኣብ ውሽጢ ኢሮፓ ቀሪብናልክን ኣለና። ቤላ ሄር ኤክስቴንሽን 100% ናቹራል ስለዝኾነ ወላ ሕብሪ ከተስትዮ ትኽእላ ኢኽን። ብባንድል ማለት ተሰፍዩ ወይ ከዓ ብክሊፕ ባዕልኽን ኣብ ገዛ ከተልግቦ ትኽእላ ኢኽን። ቁሪ ከይተሃረምክንን ካብ ገዛ ከይወፃኽንን ኣብ ውሽጢ ቁሩብ መዓልቲ ብመንገዲ ፖስታ ኣብ ገዛኽን ክበፅሓልክን ይኽእል እዩ። ቤላ ሄር ኤክስቴንሽን ብኸመይ ይረኽቦ ትብሉ ድማ ብ ዌብሳይት ቤላ ሄር ኤክስቴንሽን ዳት ሾፕ ወይ ከኣ ብ እንስቱግራም ክትእዝዛ ትኽእላ ኢኽን ብ ዋትስኣፕ ኣርብዓን ትሽዓተን ዓሰርተ ሽዱሽተ ሰላሳን ክልተን ዕስራን ሓደን ዓሰርተ ሓሙሽተ ሓምሳን ሸሞንተን ዝኾነ ሕቶ ክንምልሰልክን ድልዋት ኢና።

ናይ ዓራት ከይጸሊእኪ ውጺ ኢለ ኣለኩ ካብኡ ኣጆኺ። ኣነ ብስራሕ ኮነ ዋላ ተዛናጊዐ ድየ ገደመልታት ክመጽእ ከለኩ ንስኪ ኣብ ቤትኪ እምበር እንዳ ጎረቤት እንዳ እሙይ ምሽ ኣሎ እዚ ሓበራዊ ናብራ ንብሎ ኣነ ከኣ እቲ ከለኩ ገዛይሲ ገዛይ ተዓጽዩ ክጸንሐኒ ብምንም ተኣምር ኣይደልን እየ።